ዝኾነ ይኹን ንብረት ኣብ ኢድኩም ከይሓዝኩም ናይ ኦንላይን ድኳን ብምኽፋት ቢዝነስ ክትሰርሑ ትደልዩ ዶ? ከመይ ከም ዝኾነ ካብ መጀመርታ ክሳዕ መጨረሽታ ከርእየኩም እየ፣ ምሳይ ጽንሑ። ሰላም ሰላም ኣሕዋት ከመይ ትኾኑ? ምሳኹም ዘለኹ ሰላም እየ፣ ኣብ ዘዘለኹምዎ ሰላም ክትህልዉ ተስፋ እገብር። ሎማዓንቲ ሒዘልኩም መጽየ ዘለኹ መደብ ከኣኒ ብዛዕባ ድሮፕሺፒን እዩ። ድሮፕሺፒን ክበሃል ብዙሕ ግዜ ሰሚዕኩም ትኾኑ ኢኹም። ድሮፕሺፒን ማለት ግን እንታይ ማለት እዩ? ድሮፕሺፒን ክንብል ከለና ንሕና ሓደ ዌብሳይት ነዳሉ ናብቲ ንሕና ዘዳለናዮ ዌብሳይት ካብ ሳፕላየር ካብ ብብዝሒ ዘዳሉ ፕሮዳክት ማለት እዩ እቲ ዘድልየና ፕሮዳክት መሪፅና ናብቲ ናትና ዌብሳይት ኩሉ እቲ ኢንፎርሜሽን ስእሊ ቪድዮ ዲስክሪፕሽን ናይቲ ፕሮዳክት ኣብቲ ናትና ዌብሳይት ነእትዎ ማለት እዩ ብድሕሪ እዚ ሓደ ካስተመር መፅኡ ኣብቲ ናትና ዌብሳይት ኦርደር ንዝገብር ዳይሬክት እቲ ናቱ ኦርደር ናብቲ ሳፕላየር ከዓ ይኸይድ ማለት እዩ ብድሕሪ እዚ እቲ ሳፕላየር ከዓኒ ነቲ ኦርደር ብምቕባል ዓሺጉ ዳይሬክት ናብቲ ናትና ካስተመር ይሰደልና ማለት እዩ። ብኣብነት ክንሪኦ እንድሕር ደኣ ኮይና ኣብቲ ሳፕላየር ሓንቲ ቦርሳ ብዓሰርተ ዶላር እንድሕር ደኣ ትሽየጥ ኣላ ኮይና ኣብቲ ናትና ብዌብሳይት ብምምጻእ ከኣኒ ብዓሰርተ ትሽዓተ ዶላር ንሕና ከዓ ሊስት ንገብራ ማለት እዩ። ድሕሪ እዚ ሓደ ካስተመር መፂኡ ካብቲ ናትና ዌብሳይት ኦርደር ምስ ዝገብር ብዓሰርተ ትሽዓተ ዶላር ይገዝኣ ኣሎ ማለት እዩ። ስለዚ ንሕና እቲ መክሰብና ትሽዓተ ዶላር ብምትራፍ ብዓሰርተ ዶላር ኣዚዝና ካብቲ ሳፕላየር ዳይሬክት ናብቲ ካስተመር ከም ዝበፅሕ ንገብር ማለት እዩ። ስለምንታይ ከ ድሮፕሺፒን ንመርፅ? ድሮፕሺፒን ንክትጅምሮ ኣዝዩ ቀሊል እዩ፣ ምክንያቱ ኣቐዲምካ ተውፅኦ ወፃኢታት የለን። ንሕና ኣብ ዝኾነ ቦታ ኮይና ክንሰርሖ ንኽእል ኢና ማለት እዩ፣ ዝኾነ ቦታ ኣይግድበናን እዩ። ንሕና ዘድልየና ሞባይል ወይ ድማ ላፕቶፕ ኢንተርነት ከኣ የድልየና፣ ግዜ ድማ እንድሕር ደኣ ኣለካ ኮይኑ ንኽትሰርሖን ንኽትጅምሮን ኣዝዩ ቀሊል እዩ ማለት እዩ። ንኣብነት ትራዲሽናል ዝኾነ ቢዝነስ ክንሪኦ እንድሕር ደኣ ኮይና ብመጀመርታ ፕሮዳክት ኢኻ ተዳሉ፣ ብድሕሪ እዚ ፕሮዳክት ምስ ኣዳለኻ ከኣ ክትሸጠሉ ትኽእል መንገዲ ከኣ ክተናዲ ኣለካ። ንኣብነት ድኳን ከፊትካ ዲኻ ነቲ ንብረት ክትሸጦ ወይ ድማ ዌብሳይት ኢ-ኮመርስ ተጠቂምካ ኦርደር ኣብ ዝመጸካ ባዕልኻ ዓሺግካ ፖስት ኦፊስ ኬድካ ክትሰደሉ እትኽእለሉ መንገዲ ኣሎ። እዚ ግን ግዜን ኣቐዲምካ ተውፅኦ ወፃኢታትን ስለ ዘሎ እቲ ንብረት እንድሕር ድኣ ዘይሽየጥ ኮይኑ ክሳራ ኢኻ ትበፅሕ ዘለኻ። ድሮፕ ሺፒንግ ግን ሓንቲ ፕሮዳክት ተምፃእ ትብትና እንድሕር ድኣ ፅቡቕ ትሸየጣላ ኮይና ፅቡቕ ጌርካ ኣድቨርታይዝ ብምግባር ናብ ብዙሕ ካስተመር ከም ትበፅሕ ትገብር እሞ ብብዙሕ ከዓኒ ትሽየጠልካ። እንድሕር ድኣ ዘይተሸይጣ ግን ካልእ ፕሮዳክት ብምምፃእ ከዓ ካልእ ፕሮዳክት ከዓ ትፍትን ማለት እዩ። ስለዚ ኣብዚ ኣቐዲምካ ተውፅኦ ወፃኢታት የለን ኣብ ክሳራ ከዓ ኣይትኣቱን ኢኻ ማለት እዩ። ድሮፕሺፒንግ ከመይ ጌርና ክንሰርሖ ንኽእል? ብመጀመርታ ዌብሳይት ከድልየና እዩ። ዌብሳይት ንምስራሕ ዘድልየና ፕላትፎርም ዝተፈላለዩ ኣለዉ። ንኣብነት ሾፒፋይ ክንጥቀም ንኽእል ኢና ወይ ድማ ኩኮመርስ ክንጥቀም ንኽእል ኢና ማለት እዩ። እዛ ናይ ሎማዓንቲ ቪድዮ ሾፒፋይ ብምጥቃም ዌብሳይትና ከነዳልዋ ኢና። እቲ ዌብሳይትና ምስ ኣዳለናዮ ኣብቲ ናትና ዌብሳይት ድማ እቲ ፕሮዳክት ኢምፖርት ክንገብሮ ክንክእል ኣለና። ኢምፖርት ንምግባር ንጥቀመሉ ቱልስ ከዓ ሲጄ ድሮፕሺፒንግ ይበሃል። ብምሉእ እቲ ዘድልየና ኢንፎርሜሽን ናይቲ ፕሮዳክት ቪድዮታትን ስእልን ዲስክሪፕሽንን ናይቲ ፕሮዳክት ናብቲ ናትና ዌብሳይት ኢምፖርት ክንገብሮ ኢና ማለት እዩ። ከምዚ ጌርና ዌብሳይትና ምስ ኣዳለናያ ፕሮዳክት ክንሸጦ ንደሊ ከዓኒ ኣብ ዌብሳይትና ምስ ኣእተና ሕጂ ተሪፍና ዘሎ ከዓኒ ከመይ ጌርና ካስተመር ክንረክብ ንኽእል እዩ። ካስተመር ክንረኽበሉ ንኽእል መንገዲ ክልተ መንገዲ ኣሎ። ሓደ ኦርጋኒክ ማርኬቲንግ ብምጥቃም ካልኣይ ከዓኒ ፔድ ኣድስ ብምጥቃም ማለት እዩ። ኦርጋኒክ ማርኬቲንግ ክንብል ከለና ባዕልና ኮንተንት ክሬት ብምግባር ቪድዮ ድዩ ዋላ ስእሊ ድዩ ብምድላው ናይቲ ፕሮዳክት ማለት እዩ ኣብ ሶሻል ሚዲያ ናትና ልክዕ በቲ ናትና ብራንድ ሶሻል ሚዲያ ክሬት ብምግባር ፕሮዳክትና ኣድቨርታይዝ ንገብሮ ነቲ ፕሮዳክት ዝረኣዩ ዳይሬክት ናብቲ ናትና ዌብሳይት ብምምፃእ ከዓ ኦርደር ይገብሩ ስለዚ ኣብዚ ግዜ እዚ ንሕና ዘውፀናዮ ወፃኢታት የለን ማለት እዩ ንኣድቨርታይዝ ንምግባር እንድሕር ዳ ፔድ ኣድስ ክንጥቀም ኮይና ከዓኒ ንኣብነት ሜታ ወይ ድማ ፌስቡክ ኣድ ክንጥቀም ንኽእል ኢና ማለት ፌስቡክ ኣድ ክንጥቀም እንድሕር ዳ ኮይና ግን ባጀት ብምውፃእ ነቲ ናትና ፕሮዳክት ኣብኡ ኣድቨርታይዝ ክንገብሮ ንኽእል ኢና ማለት ከም ጀመርቲ መጠን ግን በቲ ኦርጋኒክ ዝኾነ ማርኬቲንግ ብምጥቃም ቪዲዮታትን ስእልታትን ናይቲ ፕሮዳክትና ኣብ ሶሻል ሜድያ ብምእታው ትራፊክ ናብቲ ናትና ዌብሳይት ክመፅእ ከም ዝኽእል ክንገብር ንኽእል ኢና እዚ ክገልጾ ዝጸናሕኩ እንድሕር ድኣ ፈቲኹሞን እዚ ዓይነት ቢዝነስ ሞዴል ከኣኒ ኣነስ ክሰርሖ ይደሊ እየ ትብሉ እንድሕር ድኣ ኮይንኩም ካብ መጀመርታ ክሳዕ መጨረሽታ ከርእየኩም እየ ናብ ስክሪን ከብለኩም። ኦኬ እምበኣር ዌብሳይትና ንምኽፋት መጀመርታ ኣብ ሾፒፋይ ዳት ኮም ብምምጻእ ኣካውንት ክሬት ክንገብር ኣለና። ናብዛ ከፊትናዮ ዘለና ፔጅ ናይ ሾፒፋይ ኣካውንት ንምምፃእ ከዓኒ ኣብ ታሕቲ ሊንክ ገዲፈልኩም ኣለኹ ንዓኣ ብምጥዋቕ ዳይሬክት ናብዛ ፔጅ እዚኣ ክተምፀኩም እያ ኣብዚ ከም ንሪኦ ዘለና ኢንተር ዩር ኢሜይል ኣድረስ ይብለና ኣሎ ኢሜይል ኣድረስና ብምእታው ስታርት ፍሪ ቴሪያል ንብላ ኣብዚ ከዓ ፓስወርድ ክሬት ግበሩ ትብለና ኣላ ስትሮንግ ዝኾነ ፓስወርድ ክንህብ ኣለና ኣብዚ ብድሕሪኡ ክሬት ሾፒፋይ ኣካውንት ዝብል ዘሎ ንጥውቕኻ ሕቶታት ኣሎ እንዳመለስ ናይ ክንከይድ ኢና ኣበይ ኢኹም ክትሸጥዎ ትደልዩ ትብለና ኣላ ኣብ ንዓና ዝጥዕመና ክንመርፅ ኢና ማለት እዩ ንሕና ግን ኣብ ኦንላይን ስቶር እዩ ኣብ ኦንላይን ስቶር ብዘላ ክሊክ ብምግባር ኔክስት ንብላ ኣብዚ ከዓኒ እንታይ እዩ ንዓኹም ዲስክራይብ ዝገብረኩም ይብለና ኣሎ ቅድሚ ሕጂ ሸጥኩም ትፈልጡ ዲኹም ዋላስ ሕጂ ንመጀመርታኹም እዩ ይብለና ኣሎ ከም ጀመርቲ መጠን ኣምኖት ሴሊንየት ዘላ ቀዳመይቲ ምርጫ ንመርፃ ኔክስት ንብላ ኣብዚ ከዓኒ እንታይ ኢኹም ክትሸጡ ትደልዩ ዘለኹም ይብለና ኣሎ ፕሮዳክት ኣሎ ድዩ ባዕልና ዝሰራሕናዮ ወይ ድማ ፕሪንት ኦን ዲማንድ ድዩ ድሮፕ ሺፒንግ ድዩ ዲጂታል ፕሮዳክት ድዩ እቲ ንሕና ክንሸጦ ንደሊ ክንመርፅ ኢና ማለት እዩ ንሕና ሕጂ ድሮፕ ሺፒንግ ስለንገብር ድሮፕ ሺፒንግ ፕሮዳክት ትብል ዘላ ሰሌክት ንገብራ ማለት እዩ ብድሕሪኡ ድማ ኔክስት ንብል ኣብ ሾፒፋይ ዝተፈላለየ ዓይነት ሳብስክሪፕሽን ፕላን ኣለዎም ካብዚኦም ሰለስቲኤን ሓንቲ ክንመርፅ ኣለና ሰለስተ መዓልቲ ብነፃ ፍሪ ቴሪያል እንድሕር ደኣ ወዲእናዮስ ብድሕሪኡ ዘሎ ግድን ሳብስክራይብ ክንገብር ኣለና ማለት እዩ ኣክቲቬት ክንገብሮ ኣለና ንሱ ከዓ ንሓንቲ ወርሒ ብሓደ ኢሮ ንሰለስተ ወርሒ ክንጥቀመሉ ኢና ማለት እዩ ካብ ቤዚክ ዝኮነት ሞስት ሪኮመንድ ቤዚክ ፕላን ንዓ ሰሌክት ክንገብራ ኢና ማለት እዩ እዚኣ ትራይ ቤዚክ ትብል ዘላ ሰሌክት ክንገብራ ማለት እዩ ኣብዚ ከዓኒ እቲ ክንከፍለሉ ንደሊ ፔመንት ሜተድ ሰሌክት ብምግባር ብክሬዲት ብክሬዲት ካርድ ዲና ወይ ድማ ብፔፓል ዲና ክንከፍል ደሊና ንዕኡ ሰሌክት ብምግባር ከዓኒ ኩሉ እቲ ኢንፎርሜሽንና ብምምላእ ሳብስክራይብ ፎር ዋን ዩሮ ንብላ ማለት እዩ ከምዚኣ ጌርና ከዓኒ ናይ ኦንላይን ድኳና ከፊትና ኣለና ማለት እዩ እዚ ትሪእዎ ዘለኹም ናይ ሾፒፋይ ዳሽቦርድ እዩ ኩሉ እቲ ናትና ኦርደር ወይ ከዓ ፕሮዳክት ኣድ ንገብረሉ ዌብሳይትና ካስተማይዝ ንገብረሉ ቦታ እዩ ስለዚ ኣብዚ ብምምፃእ ከዓኒ ኩሉ እቲ ተሪፍና ዘሎ ስራሕ ክንገብሮ ኢና ማለት እዩ ኣብ ዌብሳይትና ንክንሪኣ ኣብዛ ኦንላይን ስቶር ትብል ዘላ ክሊክ ብምግባር ቲም ትብል ዘላ ሰሌክት ክንገብር ባይ ዲፎልት ዳውን ቲም ሰሌክት ኮይኑ ኣሎ ኣብዚኣ ካስተማይዝ ትብል ዘላ ክሊክ ብምግባር ከዓ ናብታ ዌብሳይትና ክትወስደና እያ ዌብሳይትና ሕጂ ነዚኣ እያ ትመስል ዘላ ማለት እዩ ወላ ሓንቲ ካስተማይዝ ኣይገበርናዮ ዘለና ባይ ዲፎልት ሂቦምና ዘለዉ ስእልታትን ዲፎልት ፕሮዳክትን ኢና ንርኢ ዘለና ኣብዚ ፕሮዳክት ንምምፃእ ንጥቀመሉ ቱል ከኣኒ ሲጂ ድሮፕሺፒን እዩ ስለዚ ኣብ ሲጂ ድሮፕሺፒን ዳት ኮም ብምኻድ ኣካውንት ክሬት ክንገብር ኣለና ኣብዚኣ ሬጅስተር ትብል ዘላ ባተን ክሊክ ብምግባር ከኣኒ ናብዚ ፔጅ እዚ ክተምፀና እያ ኣካውንትና ክሬኤት ንምግባር ጂሜይል ኣካውንት ክንጥቀም ንኽእል ኢና ወይ ድማ ኢሜይል ብምሃብ ፓስወርድ ሓድሽ ሰት ብምግባር ኢንቪቴሽን ኮድ ዝብል ዘሎ ከዓ ኦፕሽናል እዩ ክንገድፎ ንኽእል ኢና እዚኣ ሰሌክት ብምግባር ኔክስት ንብላ ኣብዚ ከዓ እቲ ናትና ፐርሰናል ኢንፎርሜሽን ብምሃብ ኮንፊርም ክንብላ ኢና ማለት እዩ ድሕሪ እዚ ኣብዚ ሬጅስትሬሽን ሳክሰስ ኢላ መፅያትና ኣላ ስፍሊ ሬጅስተር ኬርና ኣለና ማለት እዩ ኣብዚ ከዓ ዝተፈላለዩ ሕቶታት ኣሎ ንዕኡ ክንምልሶ ንኽእል ኢና ተዘይኮይኑ ግን ስኬፕ ክንብሎ ንኽእል ኢና ኣነ ሕጂ ስኬፕ ክብላ እየ ከምዚ ጌርና ናብ ሲጄ ድሮፕ ሺፒንግ ሳይን ኣፕ ምስ ገበርና ከዓ እቲ ናትና ሲጄ ድሮፕ ሺፒንግ ኣካውንት ምስ ሾፒፋይ ኮኔክት ክንገብሮ ኣለና ፕሮዳክት ኢምፖርት ንክንገብር ማለት እዩ ብድሕሪ እዚ ናብ ሾፒፋይ ዳሽቦርድ ብምኻድ ናብዚኣ ኣድ ኣፕስ ትብል ዘላ ክሊክ ንገብር ኣብዚ ታሕቲ ንሪኣ ዘለና ሾፒፋይ ኣፕ ስቶር ትብል ዘላ ክሊክ ንገብር ከምዚ ጌርና ከዓ ናብ ሾፒፋይ ኣፕ ስቶር ንኣቱ ማለት እዩ ኣብዚ ብምምፃእ ከዓኒ እቲ ደሊናዮ ዘለና ኣፕ ሰርች ብምግባር ከዓ ክንረኽቦ ንኽእል ወይ ድማ ንታሕቲ ስክሮል እንድሕር ጌርና ሪኮመንድድ ዝኾነ ኣፕሊኬሽናት ኣብኡ ሂብና ስለ ዘሎ እቲ ደሊናዮ ዘለና ኣብኡ ክንረኽቦ ንኽእል እታ ደሊናዮ ዘለና ኣፕሊኬሽን ሲጂ ድሮፕሺፒን ኣብዚ ረኺብና ኣለና ስለዚ ንዓ ክሊክ ብምግባር ከዓኒ ኣብዛ ኢንስታለር ትብል ዘላ ክሊክ ንገብር ብድሕሪኡ ናብቲ ናትና ሾፒፋይ ዳሽቦርድ ክተምፀና ኣብኡ ምስ መፀትና ከዓ ነዛ ኢንስታል ትብል ዘላ ክሊክ ንገብራ ጂ ኣካውንት ናትና ከፊትናዮ እንድሕር ዳ ፀኒሕና ኣብቲ ብራውዘር ዳይሬክት ክመፀና እዩ እቲ ኣካውንት ማለት እዩ ስለዚ ንዕኡ ኣውቶራይዝ ንብሎ እተን ኮንፊርም ንብላ ማለት እዩ ከምዚ ጌራ ከዓኒ እቲ ናትና ኣውቶራይዜሽን ሳክሰስፉል ኮይኑ ኣሎ ትብለና ኣላ ማለት እዩ ስለዚ እዚ ፖፕ ኣፕ መፅና ዘሎ ካንስል ጌርና ክነጥፎ ንኽእል ኢና ሕጂ ከምዚ ጌርና ስጂ ድሮፕ ሺፒንግ ምስ ሾፒፋይ ናትና ከዓኒ ኮኔክት ጌርና ኣለና ማለት እዩ ሕጂ ንሪኦ ከዓኒ ከመይ ጌርና ካብ ስጂ ድሮፕ ሺፒንግ ናብ ናትና ሾፒፋይ ስቶር ፕሮዳክት ክንወስድ ንኽእል ክንርኢ ኢና ፕሮዳክት ክንመርፅ ከለና ትሬንዲ ዝኾነ ፕሮዳክት እንድሕር ዳኣ መሪፅና ዝበለፀ እዩ ምክንያቱ ኣብቲ ግዜ እቲ ፅቡቅ ይሽየጥ እንድሕር ዳኣ ኣሎ ኮይኑ ንሕና እውን ኣብቲ ናትና ዌብሳይት እቲና ክንሸጦ ንኽእል ኢና ማለት እዩ ብተወሳኺ ከዓ እቲ ፕሮዳክት ክንመርፅ ከለና ምስቲ ናትና ኢንተረስት ወይ ከዓ ንሕና ንፈትዎ ነገራት እንድሕር ዳኣ ዝቀራረብ ኮይኑ ወይ ከዓ ንኣብነት ኣድቨርታይዝ ክንገብሮ ከለና ቪድዮ ገለ ክንሰርሐሉ ኣለና ስለዚ ብቐሊሉ ቪድዮ ሰሪሕና ኣድቨርታይዝ ክንገብረሉ ንኽእል ፕሮዳክት እንድሕር ደኣ ኮይኑ ከዓ ዝበለፀ እዩ ኣብነት ሕጂ ኣብዚ ኣብዛ ቪው ሞር ትብል ዘላ ናይ ትሬንዲንግ ፕሮዳክት ክሊክ ብምግባር ምስኣተና ከዓኒ እቲ ክንሸጦ ደሊና ዘለና ፕሮዳክት ክንርኢ ኢና ንኣብነት ኣነ ካብዚ ዝኾነ ፕሮዳክት ሰሌክት ክገብረ ንስኻትኩም ግን እቲ ክትሸጥዎ ትደልኹም ዘለኹም ፕሮዳክት ጽቡቅ ጌርኩም ሓሲብኩም ክትመርጽዎ ኣለኩም ማለት እዩ ኦኬ ንምርኣይ ዝኣክል ንኣብነት እዚኣ ሰሌክት ክገብራ እየ ኣብዚ ምስ ኣተና ከዓኒ እቲ ንሕና ክንሪኦ ደሊና ዘለና ኣብዚ ሕጂ ንኣብነት እዚ ታይትል ኣሎ ናይቲ ፕሮዳክት ማለት እዩ እዚ ኤስኪው እዩ እቲ ናይቲ ፕሮዳክት መፍለጢ ማለት እዩ እዚ ከዓ ኣብ ክንደይ ዓይነት ኣብ ክንደይ ስቶር ሊስት ኮይና ኣላ ረዮ እዚ ሕጂ ዳርጋ ኣብ 688 ስቶር ሊስት ገይሮም ኣለዉ ንክሸጥዋ ማለት እዩ እዚ እቲ ፕራይስ ናቱ እዩ ኣብዚ ከኣ እቲ ሺፒንግ ፍሮም ዝብል ዘሎ ከኣ ኣብ ክልተ ዌር ሃውስ ኣለና ማለት እዩ ኣብ ቻይና ኣሎ ኣብ ዩናይትድ ስቴት ኣሎ ብቅልጡፍ ናብቶም ናትና ካስተመር ክበጽሖም ንደሊ እንድሕር ድኣ ኮይና ኣብቲ ናቶም ቀረባ ዘሎ ዌር ሃውስ ክንመርጽ ኣለና ማለት እዩ ኣብነት ኣብ ዩናይትድ ስቴት እንድሕር ድኣ ክንሸጦ ንደሊ ኣለና ኮይና እቲ ፕሮዳክት ኣብ ዩናይትድ ስቴት ዘሎ ዌር ሃውስ ክንመርጽ ኣለና ኣብዚ ከኣ ኣብቲ ኢንቨንቶሪ ኣብ ሲጂ ድሮፕ ሺፒንግ ሕጂ ዳርጋ 311 ፕሮዳክት ኣሎ ማለት እዩ ኣብዚ ንሪኦ ከዓ እቲ ንሕና ሰሌክት ጌርናዮ ዘለና ክንሸጠሉ ቦታ ሾፒፋይ ምዃኑ የርእየና ኣሎ ሺፒንግ ሜተድ ከዓ ኣብዚ ክንመርፆ ንኽእል ኢና ማለት እዩ እንታይ ዓይነት መስደዲ ክንጥቀም ንደሊ መምስ ዋግኡ ኣብዚ ሊስት ኮይኑልና ስለ ዘሎ እንደገና ክንደይ መዓልቲ ከም ዝኣቱ ደሊቨሪ ታይም ካብ ዘለና ስለዚ ንዓና ዝጥዕመና ኣብዚ ክንመርፅ ንኽእል ኢና ማለት እዩ ኤስቲሜት ዝኾነ ፕሮሰሲንግ ታይም ኣብ ውሽጢ ሓደ ክሳብ ሰለስተ መዓልቲ ሺፕ ክገብሮ ከም ዝኽእሉ ኣብ ሰለስተ ክሳብ ሸውዓተ መዓልቲ ከዓኒ ክኣቱ ከም ዝኽእል ናብቶም ካስተመርና ይነግረና ኣሎ ከዓ እቲ ናይ ሺፒንግ ክንደይ ብምዃኑ ፕራይስ ኣብዚ ክንሪኦ ፀኒሕና ኢና ስለዚ ኣብዚ እውን ኣምፅልና ኣሎ ኣብዚ ብምእታው ከዓኒ እቲ ዲስክሪፕሽን ናይቲ ፕሮዳክት ክንሪኦ ንኽእል ኢና ማለት እዩ ሕጂ ተሪፍና ዘሎ ኩሉ እቲ ፕሮዳክት ከመይ ምዃኑ ክንደይ ምዃኑ እቲ ቶታል ፕራይስ ምስ ረኣናዮ ናብቲ ናትና ዌብሳይት ኢምፖርት ክንገብሮ ክንክእል ኣለና ማለት እዩ ኢምፖርት ንክንገብሮ ከዓ ኣብዚ ታሕቲ ንሪኣ ዘለና ሊስት ትብል ዘላ ክሊክ ንገብር ማለት እዩ ኣብዚ ሕጂ እቲ ናትና ስቶር ሰሌክት ገይርዎ ኣሎ ኣብዚ ከዓኒ ፕሮዳክት ታይፕ ይብለና ኣሎ ፕሮዳክት ታይፕ ከዓኒ ዝኾነ ኣድ ክንገብር ንኽእል ኢና ወይ ድማ ኦረዲ ኣድ ዝገበርናዮ እንድሕር ኣሎ ኮይኑ ክንመርፅ ንኽእል ኢና ማለት እዩ ኣብዚ ሕጂ ክቺን ጋጀት ኢለ ኣድ ክገብር እየ ዓድ ክብላ እየ ኣብዚ ከዓ ፕሮዳክት ታይትል ክንህቦ ኢና ኣብዚ ንሪኦ ዘለና ብጣዕሚ ነዊሕ ኣሎ ስለዚ ከምዚ ጌርና ሕፅር ነብሎ ማለት እዩ ኣብዚ ከዓ ኮሌክሽን ክንመርፀላ ኢና ሆም ፔጅ ኮሌክሽን መሪፀ ኣለኹ ከዓኒ እቲ ታግስ ማለት እዩ ምስቲ ናትና ፕሮዳክት ሪሌት ዝኾነ ታግስ ኣድ ክንገብር ኣለና ወይ ድማ ንድሕዳ ኣለና ኮይኑ ከዓኒ ሰሌክት ንገብር ማለት እዩ ቫሪያንት ፕራይስ እዩ ዘሎ ክሊክ ንገብር ናይቲ ፕራይስ ናቱ ኤዲት ንገብረሉ ቦታ እዩ እዚ ማለት ኩሉ እቲ ናይ ሲጄ ፕራይስ ንኣብነት ፕሮዳክት ፕራይስ እቲ ናይ ሺፒንግ ንገብረሉ ፕራይስ ኣብዚ ካልኩሌት ብምግባር ቶታል ድሮፕ ሺፒንግ ፕራይስ ካብ ስጀ መፂና ንገዝኦ ዋጋ ኣብዚ ነጊርና ኣሎ 935 ማለት እዩ እቲ ናህና ክንከስቦ ንደሊ ዋጋ ብምውሳኽ ከዓኒ ኣብዚ ፕራይስ ሰት ክንገብር ንኽእል ኢና ማለት እዩ ንኣብነት ሕጂ እዚኣ 935 ኣላምሽ ኣነ ሕጂ 1999 እንድሕር ክሸጣ ኢለ ወሲነ ኣብዚ ከምኡ ገይረ ሰት ይገብራ ማለት እዩ ስለዚ ከምዚ ገይርና እቲ ፕሮዳክት ፕራይስ ከኣ ክንቅይሮ ንኽእል ኢና ማለት እዩ ኣብዚ ኢሜጅ ኤንድ ቪድዮ ዝብል ዘሎ ከዓ ብምእታው ከዓ እቲ ዘድልየና ስእልን ቪድዮን ክንመርፅ ንኽእል ኢና ንኣብነት ቪድዮ ከመይ ገይሩ ከም ዝሰርሕ እቲ ፕሮዳክት ንኸነርእዮም ክንመርፅ ክንክእል ኣለና ኣብቲ ናትና ዌብሳይት ከዓኒ ንዕኡ ሪኦም ከመይ ገይሮም ክንጥቀሙላ ከም ዝኽእሉ ክፈልጡ መዳም ማለት እዩ ስእሊ ከዓ ልክዕ ከምኡ ብድሕሪኡ ኣብዚ ዲስክሪፕሽን ብምእታው ከዓ ኤዲት ክንገብሮ ንኽእል ኢና በቲ ንዓና ዝጥዕመና በቲ ንሕና ክንገልፆ ንደልን ጌርና ማለት እዚን ኣርባዕተን ቸክ ጌርና ምስ ወዳእና ኣብዚኣ ሊስት ናው ትብል ዘላ ክሊክ ንገብር ቁሩብ ግዜ ክንፅበያ ኣለና እዚ ሎ ዝገብሮ ዘሎ ክሳዕ ዝውድእ ክንፅበያ ኢና ብድሕሪኡ ናብ ናትና ስቶር ከተእትዎ እያ ማለት እዩ ሊስት ሳክሰስፉል ትብለና ኣላ ስለዚ ናብቲ ናትና ስቶር ብምኻድ ከዓኒ ክንሪኦ ንኽእል ኢና ማለት እዩ ኣብዚ ቪው ኢት ኢንስቶር ትብል ዘላ ክሊክ ንገብር ኮይና ኣላ ኣብዚ ላዕሊ ከም ንሪኦ ዘለና ከዓ ኣክቲቭ ይብለና ኣሎ ስለዚ ኣብቲ ናትና ኦንላይን ስቶር ኣትያትልና ኣላ ማለት እዩ ኦኬ እምበር ከምዚ ጌርና ዘድልየና ፕሮዳክት ናብቲ ናትና ስቶር ኣድ ምስ ገበርና ብድሕሪ እዚ ኣብዛ ፕሮዳክት ዝብል ዘሎ ብምኻድ እቲ ኣድ ዝገበርናዮ ፕሮዳክት ፕሮዳክት ክንርኢ ኢና ማለት እዩ ንኣብነት እዚኣ ብሓንሳብ ኮይና ኣድ ዝገበርናያ ፕሮዳክት እያ ነርና ብድሕሪኡ ግን እዚ ተወሳኺ ፕሮዳክት ኣድ ገይረ ኣሎ እቲ ኩሉ ሊስት ዝገበርናዮ ፕሮዳክት ናብ ዌብሳይትና ኣብዛ ፕሮዳክት ስትብል ዘላ ብምእታው ኢና ንሪኦ ማለት እዩ ከምዚ ገርና ፕሮዳክት ካብ ሲጂ ድሮፕሺፒንግ ምሰምፀናዮ ኣብ ናትና ስቶር ኣትልና ኣሎ ማለት እዩ ስለዚ እቶም ካስተመር ናትና ከዓኒ ኣብ ናትና ዌብሳይት መፅኦም ድሕር ድኣ ክእዝዙ ኮይኖም ፔመንት ሜተድ ሰትኣፕ ክንገብረሎም ክንክእል ኣለና ማለት እዩ ብምንታይ ክኸፍሉ ከም ዝኽእሉ ኣድ ክንገብረሎም ኣለና ማለት እዩ እዚ ንምግባር ከዓ ኣብዛ ታሕቲ ሴቲንግስ ትብል ዘላ ክሊክ ንገብር ብድሕሪኡ ኣብዛ ፔመንትስ ትብል ዘላ ንኣቱ ኣብዚ ክልተ ምርጫ ሂብና ኣሎ እቲ ፔመንት ሜተድ ንጥቀመሉ ሾፒፋይ ፔመንትስ ክንጥቀም ንኽእል ኢና ወይ ድማ ፔፓል ክንጥቀም ንኽእል ኢና ሴም ታይም ክልቲኦም ብሓንሳብ ክንጥቀመሎም ንኽእል ኢና ማለት እዩ ስለዚ ፔፓል ኣካውንት ክሬት ክንገብር ኣለና መጀመርታ ብድሕሪኡ ምስቲ ናትና ሾፒፋይ ኣካውንት ኮኔክት ክንገብሮ ክንክእል ኣለና ማለት እዩ ወይ ድማ እዚ ሾፒፋይ ፔመንት ልክዕ ኣብዚ ብምእታው ኣኹም ኣክቲቬት ሾፒፋይ ፔመንት ዝብል ዘሎ ክረኣየኩም እዩ ኣብኡ ክሊክ ትገብሩ ማለት እዩ ኣብዚ ሕጂ እቲ ናትና ቢዝነስ ታይፕ ክንመርጽ ንኽእል ኢና። ኣነ ሕጂ እዚኣ ሶሎ ትብል ዘላ ሰለክት ክገብራ እየ። ኣብዚ ሕጂ እቲ ናህና ቢዝነስ ዲተይል ናትና ብምልኡ ኣብዚ እቲ ዝሓተና ዘሎ ክንመልኦ ኣለና ማለት እዩ። ብድሕሪኡ ሳብሚት ፎር ቨሪፊኬሽን ንብላ። ሕጂ ተሪፍና ዘሎ ከኣ ነቲ ዌብሳይትና ከመይ ጌርና ካስተማይዝ ክንገብሮ ንኽእል ማለት እዩ። ካስተማይዝ ንኽንገብሮ ኣብዛ ኦንላይን ስቶር ትብል ዘላ ክሊክ ብምግባር ኣብዛ ፊን ሰሌክት ኮይና ከም ዘላ ቸክ ክንገብራ ኣለና ብድሕሪኡ ኣብቲ ናትና ቲም ብምኻድ ኣብዚኣ ካስተማይዝ ትብል ዘላ ክሊክ ክንገብር ማለት እዩ ዌብሳይትና ሕጂ ከምዚ ትመስል ኣላ ማለት እዩ እቲ ዘእተናዮ ፕሮዳክት ኣብዚ መፂልና ኣሎ ፊቸር ፕሮዳክት ሲሉ ማለት እዩ ስለዚ ነዛ ዌብሳይትና ከምታ ንሕና ንደልያ ጌርና ካስተማይዝ ክንገብራ ኢና ማለት እዩ መጀመርታ ስትራክቸር ናይቲ ፔጅ ናትና እንታይ ይመስል ክንሪኦ ኢና ማለት እዩ መጀመርታ ኣበይ ፔጅ ኣለና ንክንፈልጥ ኣብዚ ሰሌክት ብምግባር ክንሪኦ ንኽእል ኢና ኣብ ሆም ፔጅ ኣለና ሕጂ ካስተማይዝ ክንገብሮ ክንርዳእ ደሊና ከኣ በዚ ጫፍ ዘሎ ንሪኦ ዘለና ኣብዚኦም ኤለመንትስ ብምእታው ከኣ ካስተማይዝ ክንገብሮ ንኽእል ኢና ማለት እዩ። ንኣብነት ሕጂ ኣብዚ ላዕሊ ንሪኦ ዘለና እዚ ኣናውንስመንት ባር ይበሃል። ዝኾነ ዌልካም ቱ ኣወር ስቶር ወይ ከኣ ፍሪ ሺፒንግ ኦፈር ንገብር እንድሕር ደኣ ኣለና ኮይና ዝኾነ ክነመሓላልፎ ንደሊ መልእኽቲ እዚ ክንጽሕፎ ንኽእል ኢና ማለት እዩ። ኣብዚ ሄደር ከኣ እቲ ስቶር ኔም ናትና ኣሎ፣ ኣብዚ ከኣ ሜኑ ኣለና፣ ኣብዚ ከኣ ሰርች ባር ኣሎ፣ ዝተፈላለዩ ኣይከንስ ኣለና ኣብዚ ብድሕሪኡ ኣብዚ ባነር ዝብል ኣሎ ኣብዚ ከኣ ክንርእዮም ዝደለና ስእሊ ከኣ ኣብዚ ንገብር ማለት እዩ እዚ ከኣ እቲ ፊቸር ፕሮዳክትስ ኣለና ኣብዚ ታሕቲ ከኣ ንሪኦ ዘለና ከኣ እቲ ፉተር ማለት እዩ ስለዚ እዛ ፔጅ ናትና ሄደር ኤንድ እቲ ሙሉእ ኮንተንት ናይቲ ዌብሳይትና ዝሕዘልና ከኣ እዚ ቦዲ ኣለና ኣብዚ ከኣ እቲ ፉተር ኣለና ማለት እዩ ኣብነት ሕጂ ኣብዚ ባነር ስእሊ ክነእቱ እንድሕር ደሊና ንዕኡ ሰሌክት ብምግባር በዚ ክኽፈተልና እዩ ንዕኡ ኤዲት ንምግባር ማለት እዩ ኣብዚኣ ሰሌክት ትብል ዘላ ክሊክ ንገብር ኣድ ኢሜጅ ንብሎ ማለት እዩ ዘድልየኒ ስእልታት ኣድ ገይረ ኣለኹ ቀዳመይቲ ስእሊ እዚኣ ከምኡ ክትገብራ እየ ማለት እዩ ከምዚ ንሪኦ ዘለና ከዓኒ እዚ ስእሊ ኣድ ገይርና ኣለና ኣብዚ ከዓኒ ቴክስት ኤዲት ክንገብሮ ንኽእል ኢና ሕጂ ኩሉ እቲ ንደልዮ ብሎክስ ወይ ከዓ ሴክሽን ሰሌክት ብምግባር እቲ ዝደለናዮ ኣብዚ ክኽፈተልና እዩ እቲ ኤዲት ክንገብሮ ሰሌክት ገይርና ዘለና በዚ ሳይድ እዚ ክኽፈተልና እዩ ኣብኡ ብምኻድ ከ ኤዲት ንገብሮ ማለት እዩ ኣብዚ ሕጂ ኣድ ክገብረሉ እዩ ሄዲንግ ነብዚ ሕጂ ኣድ ገይሩ ይበት ዝደለኹዎ ቴክስት ኣብዚ ክፅሓፈለ ይደልዩ ዘለኹ ማለት እዩ እዚኣ ከዓ ታባትል ማለት እዩ ሕጂ እዚኣ ቴክስቱ ናቱ ክንቀይሩ ንኽእል ኢና ሾፕ ኦል ካብ ዝብል ሾፕ ናኤ ኣብዚ ከዓኒ እቲ ባተን ክሊክ ምስ ገበርካዮ ናበይ ከም ዝወስድካ ክትገብሮ ኣለካ ኦል ፕሮዳክት ዝብል ሰሌክት ኮይኑሎ ዳይሬክት ናብ ኦኬ ከይድ እዩ ማለት እዩ ክሊክ ምስ ገበርናዮ ከምዚ ንሪኦ ዘለና ከዓ እቲ ናትና ስቶር ፅብቕቲ ኮይና ትልና ኣላ ማለት እዩ እቲ መጀመርታ እቲ ምስ ገለ ዝሪኦ ሰብ ኣብዚ ከይርና ኣሎ ኣለና ድሕሪ እዚ ንኣብነት ሕጂ እዛ ባተን ድሕዳ ክሊክ ገይሮም ናበይ ከም ዝኸዱ ክንሪኦ ኢና ኣብዚ ፕሮዳክትስ ዝብል ፔጅ መፂልና ኣሎ ማለት እዩ ፕሮዳክትስ ዝብል ፔጅ ከዓኒ እዛ ካታሎግ ትብል ዘላ ማለት እዩ ኣብዚ መፂኡ ከዓ ኩሉቲ ፕሮዳክት ኣድስ ገበርናዮ ከዓ ኣብዚ ክንሪኦ ንኽእል ወይ ድማ እቲ ክገዝ ዝደለየ ሰብ ናብዚ ፔጅ እዚ ከምፅኦ እዩ ማለት እዩ ታሕቲ ከዓ ፉተር ዝብል ኣለና ኣብዚ ትሕቲ ሕጂ እቲ ናትና ፖሊሲታት ኣብዚ ክነጥቦ ንኽእል ኢና ናይ ሺፒንግ ናይ ተርምስ ኤንድ ኮንዲሽን ዲ ኩሉ ዘድልየና ኣብዚ ሊስት ክንገብሮ ኣለና ማለት እዩ ስለዚ ንዕኡ ኣድ ንምግባር መጀመርታ ናብ ሾፒፋይ ዳሽቦርድ ንኸይድ ብድሕሪ እዚ ኣብዚኣ ሴቲንግስ ዝብል ዘሎ ክሊክ ብምግባር ኣብዚ ታሕቲ ንሪኣ ዘለና ፖሊሲስ ትብል ኣሎ ንዑ ክሊክ ንገብሮ ፕራይቬሲ ፖሊሲ ትረሓ ዘላትና ሕጂ ግን ኩሉ እቲ ዘድልየና ፖሊሲታት ኣብዚ ኣድ ክንገብሮ ኢና ማለት እዩ ናብነት ሕጂ ሪተርን ኤን ሪፋን ፖሊሲ ክሬት ክንገብር ንሕረ ደልና ክሊክ ክንገብር ኣብኡ ሕጂ ብዚ በዓልና ክንፅሕፍ ንኽእል ኢና ግን ኣብኡ ቴምፕሌት ብሾፍታይ ዝተዋሃበና ቴምፕሌት ስለ ዘሎ ንዕኡ ክንጥቀም ንኽእል ኢና ብድሕሪኡ ነቲ ቴክስት ግን ሉቲ ኢንፎርሜሽን ንናትና ስቶር ዝውክል ክንቅይሮ ክንክእል ኣለና ኢሜይል ይኹን ፎን ናምበር ገለ ማለት እዩ ስለዚ ኢንሰርት ቴምፕሌት ንብላ ኣብዚ ሕጂ እቲ ሪተርን ኤን ሪፋን ፖሊሲ ሾፍ ዲቫይ ተምፕሌት ዝሃበና ኣብዚ ኣሎ ንዕዑ ሕጂ ኤዲት ብምግባር ክንቅይሮ ንኽእል ኢና እቲ ዘድልየና ኢንፎርሜሽን ክንእትወሉ ንኽእል ኢና ማለት እዩ ድሕሪኡ ፓብሊሽ ንብላ ተርምስ ኦፍ ሰርቪስ ከዓ ብምእታው ልክዕ ከማ ኢንሰርት ተምፕሌትስ ንብላ ድሕሪኡ ኩሉ እቲ ኢንፎርሜሽን ኣብዚ እትያትና ኣላ ኣብዚ ታሕቲ ንሪኦ ዘለና ከዓ ናትና ኮንታክት ኢንፎርሜሽን ኣብዚ ከዓ ክንቅይሮ ኣለና ማለት እዩ እዚ ፓብሊሽ ንብላ ናይ ሺፒንግ ፖሊሲ ሪድ ክንገብር ኣብዚ ሕጂ ቴምፕሌት የብሉን እቲ ናትና ሺፒንግ ፖሊሲ ኣብዚ ኣድ ክንገብር ኣለና ማለት እዩ ፓብሊሽ ንብላ ብድሕሪኡ ኣብዚ ኮንታክት ኢንፎርሜሽን ዝብ ዘሎ ከዓ ብምእታው ከዓኒ እቲ ናትና ኮንታክት ኢንፎርሜሽን ኣድ ክንገብሩ ኣለና ድሕሪኡ ኩሉ እቲ ዘድልየና ብዚ ኣድ ምስ ገበርናዮ ፓብሊሽ ንብላ ማለት እዩ ከምዚ ጌርና ኩሉ እቲ ዘድልየና ፖሊሲታት ኣድ ምስ ገበርናዮ ዳይሬክት ናብቲ ናትና ስቶር ንኸይድ ማለት እዩ ኣብነት ሕጂ ኣብዚ ካስተማይዝ ዝብል ዘሎ ንሕርዳኣ ኣቲና ኣብዚ ታሕቲ ምስ መፀና ኩሉ እቲ ናህና ፖሊሲታት ኣብዚ ታሕቲ እትይዎ ኣሎ ማለት እዩ እዚ ከዓ ሶሻል ሚዲያ ኣይከንስ ናትና ከዓኒ ኣድ ክንገብሮ ንኽእል ኢና ንምግባር ኣብዚ ታሕቲ ኣብዚኣ ፉተር ትብል ዘላ ሰሌክት ምስ ገበርና ኣብዚኣ ቲም ሴቲንግ ትብል ዘላ ክሊክ ክንገብር ጅብዚ ፌስቡክ ኣሎ ኢንስታግራም ዩቲብ ቲክቶክ ኩሉ እቲ ናይ ሶሻል ሚዲያ ናትና ሊንክስ ኣብዚ ብምምፃእ ኣድ ክንገብሮ ንኽእል ኢና ማለት እዩ ንኣብነት እጂ ፌስቡክ ዳት ኮም ድሕር ኢልና ኣብዚ እቲ ኣይከን መፅያ ፊልና ኣላ ንሪኣ ኣለና ማለት እዩ ስለዚ ኮፒ ብምግባር ኩሉ እቲ ዘድልየና ንኣብነት ናይ ኢንስታግራም ከዓ ኣድ ንክዳ ጌርና እያ ናይ ኢንስታግራም ኣይከን ኣብዚ ትመፀልና እያ ማለት እዩ ናይ ቲክቶክ እጂ ኣብዚ ኣድ ንገብሎ እዚ ንመርኣይ እዩ ስኡ ኢለ ዝኾነ እዩ ክዘእትውሉ ዘሎ ንሕና ግን እንታይ ክንገብር ኣለና ናይ ሶሻል ሚድያ ፕሮፋይል ናትና ካብቲ ብራውዘር ኮፒ ብምግባር ኣምፅና ከምዚ ጌርና እቲ ናትና ፊልተር ካስተማይዝ ምስ ገበርና ከዓ ሴቭ ምግባር ክንርስዕ የብልና ሴቭ ንብላ እቲ ካስተመር ምስ መፀ ከመይ ከም ዝረኣየ እቲ ዌብሳይትና ክንሪኦ ኢና ማለት እዩ ቪው ዩር ስቶር ትብል ዘላ ኣብዚኣ ክሊክ ንገብር ከምዚ ንሪኦ ዘለና ዌብሳይትና ብጣዕሚ ፅብቕቲ ኮይናትልና ኣላ ሕጂ እቲ ኣድ ዝገበርናዮ ፖሊሲታት ኣብዚ ታሕቲ መፂልና ኣሎ ማለት እዩ ሕጂ ከዓ ኤዲት ክንገብሮ ደልየ ዘለኹ ከዓ ሄደር እዩ ማለት እዩ ኣብዚ ሄደር ሕጂ እንታይ እንታይ ሒዙልና ኣሎ እቲ ናትና ስቶር ኔም ወይ ድማ ሎጎ ክንቅይሮ ንኽእል ኢና እዚ ኣብዚ ከኣ ሆም ፔጅ፣ ካታሎግ ፔጅ ኣለና፣ ኮንታክት ፔጅ። ሕጂ ሎጎ ዲዛይን ጌርና ኣብዚ ዌብሳይትና ክነእትዋ ኢና ማለት እዩ። ካንቫ ብምጥቃም ሎጎ ዲዛይን ክንገብር ኢና ማለት እዩ። ካንቫ ተጠቂምና ዝደለናዮ ዓይነት ሎጎ ዲዛይን ክንገብር ንኽእል ኢና። መጀመርታ ካንቫ ኣካውንት ክህልወና ኣለዎ። ኣብ ካንቫ ምስ ኣተና ኣብዚ ላዕሊ ብምምጻእ ኪቺን ጋጀት ሎጎ ኢልና እንድሕር ደኣ ሰርች ጌርና እዚ ዝተፈላለየ መጺልና ኣሎ። ሕጂ ካብዚ መሪጽና ኣነ ሕጂ እዚኣ ኣብዚ ዘላ ፈትየያ ኣለኹ ነዚኣ ክመርጻ እየ። እዚኣ ሕጂ መሪጸያ ዘለኹ ኣጋጣሚ ናይ ፕሮ ቨርጂንያ ከፊልካ ኢኻ ክትጥቀመላ ትኽእል ማለት እዩ። ሕጂ እዚ ክንርኢ ከለና ኩሉ ግዜ ኣብዚኣ እንድሕር ደኣ ፕሮ ትብል ኣላ ኮይና ከፊልካ ጥራሕ ኢኻ ክትጥቀመላ ትኽእል ወርሓዊ ሳብስክሪፕሽን ብምኽፋል ኢኻ ክትጥቀመሉ ትኽእል ማለት እዩ ነዚ ስለዚ ፍሪ ዝኾነ ክንደሊ ኢና ንኣብነት እዚኣ ሕጂ ከምዚ ዝበልናዮ ፕሮ ዝብል ኣብዚ ፅሑፍ የብልናን ስለዚ ብነፃ እያ ማለት እዩ ነዚኣ ክሊክ ክንገብራ ኢና ካስተማይዝ ዚስ ተምፕሌት ንብላ እዚኣ ሕጂ ናብታ ናትና ንቅይራ ኢና ማለት እዩ ሕጂ ኣነ ስም መሪፀላ ዘለኹ ነዛ ስቶር ጋጀት ኢዝ ዝብል እዩ ሕጂ ብዚኣ በንፀ እዚ ከዓ ኢዝ ከምዚ ገይረ ሕጂ ከምዚ ጌርና ሕጂ እታ ናትና ሎጎ ክሬት ጌርና ኣለና ማለት እዩ ኣብዚኣ ሽር ትብል ዘላ ክሊክ ብምግባር ዳውንሎድ ንገብራ ናብ ኮምፒውተርና ፒኤንጂ ኢልና መሪፅና ዳውንሎድ ንብላ ማለት እዩ ድሕሪ እዚ ዳውንሎድ ኮይና ወዲኣትልና ኣላ ከምዚ ኢላ ከዓ መፅያትልና ኣላ ማለት እዩ ስለዚ እዚኣ ናብታ ናትና ዌብሳይት ክነእትዋ ኢና ናትና ዌብሳይት ብምምፃእ ኣብዛ ሴቲንግ ቲም ሴቲንግ ትብል ዘላ ንኣቱ ሎጎ ክንቀየር ተደሊና ሕጂ ኣብዛ ሎጎ ብምምፃእ ሰሌክት ንብላ ማለት እዩ ብድሕሪ እዚ ኣብዚ ብምምፃእ ድሮፕ ክገብራ እየን እታ ስእልናተይ ማለት እዩ ኣብዚ ሎድ ትገብር ኣላ ክትኣትያ። ከምዚ ኢላ እታ ሎጎና መጽያትልና ኣላ ስለዚ ንዓ ሰሌክት ብምግባር ዳን ንብል ኣብዚ። ኦኬ እታ ሎጎ ሕጂ ከምዚ ንሪኣ ዘለና ኣብዚ መጽያትልና ኣላ ሳይዛ ክንዕብያ እንድሕር ዳኣ ደሊና ከኣ ኣብዚኣ ዲስክቶፕ ሎጎ ዊድዝ ትብል ዘላ ኣብዚ ብምምጻእ ክንዕብዮ ንኽእል ኢና ማለት እዩ ነቲ ናትና ሎጎ። ሕጂ ከምዚ ንሪኦ ዘለና ብዴስክቶፕ ከምዚ ትመስል ኣላ ዌብሳይትና። ኣብ ሞባይል ክንሪኣ እንድሕር ደኣ ኮይና ከኣ ኣብዛ ላዕሊ ብምምጻእ እዛ ናይ ሞባይል ስእሊ ትመስል ዘላ ኣብዚኣ ክሊክ ብምግባር ኣብ ሞባይልካ ከመይ ክትረኣዮም ከም ትኽእል ከምዚ ጌርና ክንሪኣ ንኽእል ኢና ማለት እዩ። ኩሉ እቲ ሜኑ ኣብዚ ነሀለና ሰርች ክገብሩ ተደልዮም ሎጎ ኣብዚ ንህልህቲ ካርት ክኣኒ ስለዚ እታ ዌብሳይትና ኣብ ሞባይልካ ከምዚ ኢላ ትረኣዮ ማለት እዩ ኩሉ ግዜ ዌብሳይትና ኣብ ሞባይል ከመይ ከም ዘላ ቸክ ክንገብር ኣለና ሪስፖንሲቭ ክኸውን ኣለዎ ምክንያቱ ዝበዝሐ ካስተመር ናትና ሞባይል እዩ ዝጥቀም ስለዚ እታ ናትና ዌብሳይት ሞባይል ሪስፖንሲቭ ክትኮን ክትክእል ኣለዋ ማለት እዩ ከምዚ ጌርና ኣብ ክልቲኡ ቸክ ምስ ገበርና ናትና ዌብሳይት ሴቭ ክንርስዕ የብልናን ዝኾነ ኣብዴት ኣብ እንገብረሉ ግዜ ሎጎ ምስ እተናይ ሕጂ ሴቭ ክንብል ኣለና። ሕጂ ኩሉ ግዜ እቲ ንሕና ካስተማይዝ ንገብረሉ ቦታ እዩ። እቲ ካስተመርና ከመይ ኢሉ እዩ ይረኣዮ እቲ ናትና ዌብሳይት ክንሪኦ እንድሕር ደኣ ደሊና ከኣ እዚኣ ላዕሊ ሰለስተ ዶት ዶት ብምምጻእ ቪው ትብል ዘላ ክሊክ ንገብራ ማለት እዩ። ሕጂ ዌብሳይትና ከምዚ ንሪኦ ዘለና ከምዚ ትመስል ኣላ ማለት እዩ ብናይ ክላይንት ሳይድ ክንሪኦ ከለና ማለት እዩ ሕጂ ምስ ላዕሊ ንሪኦ ዘለና ግን እቲ ዶሜን ኔም ናትና ፕሮፌሽናል ይኮነ ዘሎ ማይ ሾፒፋይ ዳት ኮም እዩ ዝብል ዘሎ ስለዚ ነዚ ክንቅይሮ ኣለና በቲ ናትና ብራንድ ኔም ብምጥቃም ካስተም ዝኾነ ዶሜን ኔም ክህልወና ኣለዎ ማለት እዩ ልክዕ ከም ዩቲብ ዳትኮም ኣማዞን ዳትኮም ፌስቡክ ዳትኮም ኢልና ሰርች ንገብሮ እቲ ናትና ድኳን ወይ ድማ ናትና ስቶር ኮላይ ብናትና ስም ዶሜን ኔም ካስተም ዶሜን ኔም ክንገዝእ ኣለና ማለት እዩ ስለዚ ዶሜን ኔም ንምቅያር ኣብ ሾፒፋይ ዳሽቦርድ ብምምላስ ኣብዚ ታሕቲ ብምምፃእ ሴቲንግስ ትብል ዘሎ ክሊክ ንገብር ኣብዚኣ ዶሜንስ ትብል ዘላ ክሊክ ንገብር ኣብዚ ሕጂ Buy or connect a domain ይብለና ኣሎ። ካብ ካልእ ዝገዛእናዮ ዶሜን ኔም ድሕር ዳሎ ኮይኑ ኣብዚ መጺእና connect existing domain ንብላ። ሓድሽ ዶሜን ክንገዝእ እንተኾይና ግን ኣብዚኣ buy domain ትብል ዘላ ክሊክ ንገብር ማለት እዩ። buy domain ንብላ። ብድሕሪኡ በቲ ናትና ብራንድ ኔም ብምጥቃም ዶሜን ኔም ሰርች ክንገብር ኢና ማለት እዩ። ናህና ሕጂ ጋጀት Gadget is dot com ኦሬዲ ተወሲዳ ኣላ እታ ናትና ዶሜን ኔም ማለት እዩ ስለዚ ኣብዚ ዝኾነ ኩሉ ግዜ ከዓኒ እቲ ስቶር ኔም ናትና ክንመርፅ ከለና ኣላ ደ የለን ቼክ ክንገብራ ክንክእል ኣለና ማለት እዩ ኦሬዲ ተወሲዳ ስለ ዘላ ሕጂ ንኣብነት ኣነ ጋጀት ኢዝ ቱ ኢለ ሰርች ክገብረ ስለዚ እዚኣ ጋጀት ኢዝ ቱ ኣቫይላብል ኣላ ትብለኒ ኣላ ማለት እዩ ሕጂ ንስኻትኩም ግን ኩሉ ግዜ ቅድሚ እቲ ዶሜን ኔም ምግዛእኩም ስቶር ኔም ክትመርፁ ከለኹም ኣላ ድያ የላን ኣብ ሰርች ክትገብሩ ኣለኩም ኣብ ጎግል ማለት እዩ መጀመርታ ስለዚ ከምዚ ጌርና እታ ናትና ስም ጋጀት ኢዝ ቱ ዳት ኮም ትብል ዘላ ኣቫይላብል ኣላ ትብለና ኣላ ስለዚ ንዓኣ ክገዝኣ ንክእል ኢና ማለት እዩ ሕጂ እዛ ዶሜን ኔም ናትና ብ ዓሰርተ ሽዱሽተ ዶላር ንዓመት ትብለና ኣላ ማለት እዩ ስለዚ ዓመታዊ ዓሰርተ ሽዱሽተ ዶላር እንዳገዛእና ክንጥቀም ንክእል ኢና ማለት እዩ ስለዚ ኣብዚ ብምእታው ባይ እንድሕር ዳ ኢልናያ ኣብዚ ብምሉእ ኢንፎርሜሽን ናትና ብምእታው ነታ ዶሜን ክንገዝኣ ኢና ማለት እዩ ኣነ ሕጂ ብዚ ንመርኣይ ስለዝኮነ እዛ ዶሜን እዚኣ ኣይተድልየንን እያ ስለዚ ኣይገዝኣን እየ ማለት እዩ ንስካትኩም ግን ብምሉእ ኢንፎርሜሽን ብምእታው ሎሚ እኒኤ ክትገዝኡ ትኽእሉ ኢኹም ማለት እዩ። ሕጂ ተሪፍና ዘሎ ከዓኒ ከመይ ጌርና እታ ናትና ዌብሳይት ላይቭ ክንሰዳ ከም ንኽእል እዩ። ሕጂ ንሕና ጥራሕ ኢና ንጽያ ዘለና እታ ዌብሳይትና ፓስወርድ ፕሮቴክትድ እያ ኮይና ዘላ ተዓፅያ እያ ዘላ ስለዚ ኩሉ ሰብ ክሪያ እንድሕር ዳ ኮይኑ ነዚ ሪሙቭ ክንገብሮ ንክእል ኣለና ማለት እዩ ብመጀመርታ ኣብዛ ኦንላይን ስቶር ትብል ዘላ ምስ ኣተና ኣብዚ ክንሪኦ ዘለና ዮር ኦንላይን ስቶር ኢዝ ፓስዎርድ ፕሮቴክትድ ትብለና ኣላ ስለዚ ነዚ ሪሙቭ ክንገብሮ እንድሕር ደኣ ኮይና መጀመርታ እቲ ናትና ቢዝነስ ኣድረስ ኣድ ክንገብሮ ኣለና ማለት እዩ እቲ ናትና ቢዝነስ ኣድረስ ኣድ ምስ ገበርናዮ ኣብዚኣ ማነጅ ፓስዎርድ ትብል ዘላ ብምምጻእ ሪሙቭ ፓስዎርድ ንብላ ማለት እዩ ከምዚ ንሪኦ ዘለና ሕጂ ኦንላይን ስቶር ኢዝ ኦፐን ቱ ኤቭሪዋን ይብለና ኣሎ ስለዚ ኩሉ ሰብ መጺኡ ኣብቲ ናትና ዌብሳይት ክገዝእ ይኽእል እዩ ማለት እዩ ሕጂ ነታ ዌብሳይትና ክንሪኣ ኣብዚኣ ቪው ስቶር ትብል ዘላ ክሊክ ምስ ንገብር ነቲ ካስተመርና ከምዚ ኢላ ትረኣዮ ኣላ ማለት እዩ። ኣብዚ መጺኡ ሽዑኡ ዘድልዮ ክገዝእ ይኽእል እዩ ማለት እዩ። እዚ ቪድዮ እንድሕር ድኣ ፈቲኹሞ እዚኦም ሰባት እዚኦም ከኣኒ በዚ ቪድዮስ ክጥቀሙ ይኽእሉ እዮም፣ ከምዚ ዓይነት ቢዝነስ ከፊቶም ከኣኒ ክሰርሑ ይኽእሉ እዮም ዝበልኩሞም ኣሕዋትኩም መሓዙትኩም እንድሕር ድኣ ኣለዉ ኮይኖም ከኣ ሼር ብምግባር ነዚ ቪድዮ ናብ ኩሉ ከም ዝበጽሕ ግበሩ ኢኹም። ከምዚ ዓይነት ቪድዮታት ብኦንላይን ክንሰርሐሉ ንኽእል መንገድታትን ጠቓሚ ዝበልክዎ ቪድዮታት ከኣ ሒዘልኩም ክመጽእ ስለ ዝኾንኩ ሳብስክራይብ ብምግባር ቤተሰብና ኩኑ ኢኹም። የቐንየለይ። ኣብ ዝመጽእ ቪድዮ የራኽበና።